ኣብ ቻይና ዝርከቡ ኤርትራውያን ተምሃሮ ኣብ ዘተኣማምን ናይ ጥዕና ኩነታት ከምዘለዉ ተገሊጹ። ኣብ ደቡባዊ ቀይሕ ባሕሪ ሃገራዊ ወፍሪ ክታበት ሕማም ኣንቅጺ ተገምጊሙ። መንግስቲ ቱርኪ ሸውዓተ ሚእቲ ተወሰኽቲ ጥርጡራት ፈተነ ዕልዋ ክቕይድ ምዃኑ ገሊጹ። ኣብ ፓኪስታን ብዝተፈጸመ መጥቃዕቲ ብውሕዱ ዓሰርተ ሰባት ተቐቲሎም። ዝርዝራት ይቕጽል። ኣብ ህዝባዊት ሪፓብሊክ ቻይና ናይ ድሕረ-ምረቓ ትምህርቲ ዝከታተሉ ዘለዉ ኤርትራውያን ተመሃሮ ኣብ ዘተኣማምን ናይ ጥዕና ኩነታት ከምዘለዉን ክሳብ ሕጂ ብለበዳዊ ሕማም ቫይረስ ኮሮና ዝተለኽፈ ከምዘየለን ኤምባሲ ኤርትራ ኣብታ ሃገር ኣፍሊጡ። ኣብታ መበገሲ'ቲ ሕማም ምዃና ዝንገረላ ከተማ ውሃን ዝርከቡ ኤርትራውያን ተማሃሮ ብግደኦም፣ መንግስቲ ቻይና ኣብታ ከተማን ከባቢኣን ኣጽኒዕዎ ዘሎ ናይ ምንቅስቓስ እገዳ ንመነባብሮኦም ከምዝጸለዎ፣ ይኹን'ምበር ነቲ ለበዳዊ ሕማም ንምቁጽጻር ንዝተወስደ ጽኑዕ ስጉምቲ ብምኽባር ኣድላይ ዘበለ ናይ ምክልኻል ስጉምቲ እናተኸተሉን ንሓድሕዶም እናተደጋገፉን ነቲ ኩነታት ይሰግርዎ ከምዘለዉ ገሊጾም። ንሳቶም ኣስዒቦም ኣምባሳደር ሃገረ ኤርትራ ኣብ ቻይና ኣቶ ጸጋይ ተስፋጽዮን ንኩነታቶም ብቐረባ እናተኸታተለ ንዝህቦም ዘሎ ደገፍን ኣማእዛኒ ሓበሬታን ከምኡ'ውን መንግስቲ ኤርትራ ኣብቲ ጉዳይ ዝገብሮ ዘሎ ዕቱብ ምክትታልን ኣመስጊኖም። ብዘይካ'ዚ ኣብ ናይ ፍርቂ ዓመት ዕረፍቲ ዝጸንሓ ዩኒቨርሲታትን ኮሌጃትን ከተማ ውሃን ብሰንኪ ኣብታ ከተማ ጸኒዑ ዘሎ ርእሰ ውሸባ፣ ብቪድዮ ኮንፈረንስን ካልእ ቴክኖሎጂን ተጠቒመን መደባት ትምህርቲ ከካይዳ ጀሚረን ብምህላወን፣ ዝበዝሑ ካብቶም ተመሃሮ ትምህርቶም ዝቕጽሉሉ ኩነታት ይጣጣሕ ከምዘሎ ክፍለጥ ተኻኢሉ ኣሎ። ኣብ ማእከላይ ቻይና ርእሲ ከተማ ኣውራጃ ሁበይ ዝኾነትን ልዕሊ ዓሰርተ ሓደ ሚልዮን ህዝቢ ዝቕመጣን ከተማ ውሃን፣ ብደረጃ ቻይናን ዓለምን ኣዝየን ፍሉጣት ዝኾና ዝርከበን፣ ልዕሊ ዕስራን ሓሙሽተን ዩኒቨርሲታትን ኮለጃትን ተእንግድ። ኣብ ዞባ ደቡባዊ ቀይሕ ባሕሪ ካብ ዓሰርተ ሓሙሽተ ክሳብ ሰላሳ ሕዳር ክልተ ሽሕን ዓሰርተ ትሽዓተ ንዝተኻየደ ሃገራዊ ወፍሪ ክታበት ፀረ ሕማም ኣንቅፅን ዕደላ ቫይታሚን ኤን ዝግምግም ርክብ ዝሓለፈ ሰሙን ኣብ ከተማ ዓሰብ ተኻይዱ። ሓላፊ ጨንፈር ሚኒስትሪ ጥዕና ኣቶ ኣሰፋው ነጋሲ፣ ሳላ ዕዙዝን ንቑሕን ተሳትፎ ህዝብን መሻርኽቲ ኣካላትን ከምኡ እውን ተወፋይነት ሞያውያን ጥዕና እቲ ወፍሪ ብዓወት ከም እተሰላሰለ ጠቒሱ፣ ኣበርክቶ ንዝገበሩ ኩሎም ምስጋንኡ ኣቕሪቡ። ኣወሃዲ መደባት ክታበት ኣብቲ ዞባ ኣቶ ሑመድ እድሪስ ንኤሪና ኣብ ዝሃቦ ሓበሬታ፣ እቲ ወፍሪ ካብ ክልተ ሚእትን ዕስራን ሸውዓተን ቀወምትን ተንቀሳቐስትን ነቑጣታት፣ ኣብቲ ኣገልግሎት መጓዓዝያ ዘይርከቦ ከባቢታት ድማ ብመጽዓኛን ኣጋርን እናተንቀሳቐስካ ከም እተሰላሰለ ብምጥቃስ፣ ኩለን ዓድታትን ቁሸታትን ከም እተበጽሓ ኣፍሊጡ። ቅድሚ ምጅማር'ቲ ወፍሪ ምስ መሻርኽቲ ህዝብን ሞያውያን ጥዕናን ዝተኻየደ ርክባትን ዝወጸ ሓበሬታዊ መደባትን ኣብ ምዕዋት'ቲ መደብ ዓቢ ኣበርክቶ ከም ዝገበረ ኣቶ ሑመድ ጠቒሱ፣ ክታበት ጸረ ሕማም ኣንቅጺ ልዕሊ ተስዓን ሓሙሽተን ሚእታዊት ዕደላ ቫይታሚን ኤ ድማ ተስዓን ሸሞንተን ሚእታዊት ሸፈነ ከም ዝነበሮ ገሊጹ። ሓላፊ ሃገራዊ መደብ ክታበት ኣቶ ቴድሮስ ይሕደጎ ብግዱ፣ ሃገራዊ ወፍሪ ክታበት ጸረ ሕማም ኣንቅጽን ዕደላ ቫይታሚን ኤን ብደረጃ ሃገር ኣብ ክልተ ገጻት ምክያዱ ኣብ ሰፍሐ ከባቢታት ብልጫ ከም ዝነበሮ ኣብ ገለ ከባቢታት ግን ኣብ ወቕቲ ቀውዒ ብምክያዱ ጸገማት ከም ተኸስተ ብምሕባር ብሓፈሻ ግን ዕዉት ከምዝነበረ ኣረጋጊጾም። ኣመሓዳሪ ዞባ ደቡባዊ ቀይሕ ባሕሪ ኣምባሳደር መሓመድ ስዒድ ማንታይ ድማ ነቲ መደብ ንምዕዋት ኣበርክቶ ንዝገበሩ ኣካላት ወረቐት ምስጋና ድሕሪ ምዕዳል፣ ዓወት ናይቲ ወፍሪ ኣብ ምጉስጓስ ኩሉ ዓቕምታትን ውህደትን ከምዝምርኮስ ጠቒሱ፣ ኣብ መጻኢ ኣብ ሰላሰል ተመሳሳሊ ወፍርታት እቲ ተመክሮ ክድገም ኣተሓሳሲቡ። ሚኒስትሪ ጸዓትን ማዕድንን ንክልተ ኣዋርሕ ከሰልጥኖም ዝጸንሐ ሰብዓ ነባራትን ሓደስትን መሃንድሳት ትማሊ ሰሉስ ኣብ ኣስመራ ኣመሪቑ። እዚ ብክልሰ ሓሳብን ግብርን ዝተሰነየ ስልጠና ኣብ ውጥን ቀረብ ጸዓት፣ ምስፋሕ ቀረብ ጸጋታትን ተተካኢ ጸዓትን ዘተኮረ እዩ ነይሩ። ኣብ ሚኒስትሪ ጸዓትን መዓድንን ዋና ዳይሬክተር ክፍሊ ጸዓት ኢንጂነር ተስፋይ ዘካርያስ ኣብ ዝሃቦ ቃል፣ እቲ ስልጠና ምስ ሓድሽ ዘመናዊ ቴክኖሎጂ ተተካዪ ጸዓት ዘላሊ ከምኡ'ውን ናይ ጸዓት ፕሮጀክትታት ኣብ ምንዳፍ ምድላውን መበገሲ ኮይኑ ከምዘገልግል ገሊጹ። ንተመረቕቲ ወኪሉ ቃል ዘስምዐ ኢንጂነር ክብሮም ዑቕባዝጊ ብግዱ፣ እቲ ስልጠና እዋናውን ተተካኢ ጸዓት ኣማዕቢልካ ኣብ ረብሓ ሃገርን ህዝብን ንኸውዕል ዝድርኽ ምዃኑ ድሕሪ ምግላጽ፣ ነቲ ስልጠና ክውን ንዝገበሩ ኣካላት ምስጋና ኣቕሪቦም። ኤሪና ዝተወከሰቶም ወሃብቲ ርእይቶ እቲ ዝወሰድዎ ስልጠና ንዝነበሮም ፍልጠት ዝድርዕ ኮይኑ ከምዝረኸብዎ ጠቒሶም፣ ከምዚኣቶም ዝኣመሰሉ ስልጠናታት ብቐጻሊ ክድፈኣሎም ተላብዮም። ሰልጠንቲ ካብ ሚኒስትሪ ጸዓትን ማዕድንን ከምኡ'ውን ሚኒስትሪ ሃገራዊ ልምዓትን ኮርፖሬሽን ኤሌክትሪክሲቲ ኤርትራን ዝተዋጽኡ እዮም። ዜና ወጻኢ ይቕጽል። መንግስቲ ቱርኪ ምስቲ ቅድሚ ኣርባዕተ ዓመታት ዝተኻየደ ፍሹል ፈተነ ዕልዋ ዝተኣሳሰር ሸውዓተ ሚእቲ ተወሰኽቲ ጥርጡራት ክቕይድ እዩ። ሕያሎ ካብዞም ጥርጡራት ኣባላት ሰራዊትን ሰራሕተኛታት ቤት ፍርድን ምዃኖም ሰብ መዚ ቱርኪ ኣፍሊጦም። እዚ ሓድሽ ስጉምቲ መቐጸልታ ናይቲ ሓሙሻይ ዓመቱ ኣቑጺሩ ዘሎ ገበነኛታት ናይ ምልቃም መስርሕ ኮይኑ ገና ክቕጽል ምዃኑ እዩ መንግስቲ እታ ሃገር ዝገልጽ። ብመሰረት ጸብጻባት፣ ድሕሪ'ቲ ኣብ መፋርቕ ወርሒ ሓምለ ክልተ ሽሕን ዓሰርተ ሽዱሽተን ዝተኻየደ ፈተነ ዕልዋ፣ ልዕሊ ሰማንያ ሽሕ ጥርጡራት ክእሰሩ እንከለዉ፣ ልዕሊ ሚእትን ሓምሳን ሽሕ ድማ ካብ ስራሕ ተሰጒጎም እዮም። ኣብቲ ዝተኻየደ ፍሹል ዕልዋ ብውሕዱ ክልተ ሚእትን ሓምሳን ሰባት ከም ዝተቐትሉን ልዕሊ ክልተ ሽሕ ከም ዝቖሰሉን ናይቲ እዋን ጸብጻባት ይጠቕሱ። ኣብ መወዳእታ። ኣብ ፓኪስታን ብዝተፈጸመ ነፍሰ ቅትለታዊ መጥቃዕቲ ኣባላት ፖሊስ ዝርከብዎም ብውሕዱ ዓሰርተ ሰባት ተቐቲሎም። በቲ መጥቃዕቲ ህሱያት ዝርከብዎም ዕስራን ሓሙሽተን ሰባት ቆሲሎም ብምህላዎም ብዝሒ ምዉታት ክዛይድ ከም ዝኽእል ይእመት። ክሳብ ሕጂ ናይዚ መጥቃዕቲ ሓላፍነት ዝወሰደ ኣካል እኳ እንተዘየለ ኣብታ ሃገር ዝንቀሳቐሱ ዕጡቓት ብሓፈሻ ጣሊባን ድማ ብፍላይ ክኸውን ከም ዝኽእል ግምታት ኣሎ። ዝኸበርኩም ሰማዕትና ኣርእስታት ዜና ክደግመልኩም። ኣብ ቻይና ዝርከቡ ኤርትራውያን ተምሃሮ ኣብ ዘተኣማምን ናይ ጥዕና ኩነታት ከምዘለዉ ተገሊጹ። ኣብ ደቡባዊ ቀይሕ ባሕሪ ሃገራዊ ወፍሪ ክታበት ሕማም ኣንቅጺ ተገምጊሙ። መንግስቲ ቱርኪ ሸውዓተ ሚእቲ ተወሰኽቲ ጥርጡራት ፈተነ ዕልዋ ከቕይድ ምዃኑ ገሊጹ። ኣብ ፓኪስታን ብዝተፈጸመ መጥቃዕቲ ብውሕዱ ዓሰርተ ሰባት ተቐቲሎም። ዜና ኣብዚ ይፍጸም።